ዓበይቲ ሓጽብታት ወይ ዲጋታት፣ ስትራተጂያውያን ጽርግያታት ወዘተ ብናይ ወጻኢ ኩባንያታት እዩ ዝዕመም። ኣብ ሃገርና ብግዜ መግዛእቲ ጣልያን ዲጋ ማይ ነፍሒ፣ ኣብ ፈለማ ናጽነት ድማ ዲጋ ተኮር ዝበዝሕ ስራሓተን ብናይ ወጻኢ ኩባንያታት ዝተሃንጻ እኳ እንተለዋ፣ ካብ ዝሓለፈ ዓሰርተው ሸውዓተ ዓመታት ጀሚረን ዝተሃንጻ ዓበይቲ ስትራተጂያውያን ከም ገርሰት፣ ባደሚት፣ ፋንኮራዊ፣ ፋንኮ ጽሙእ፣ ምስላም፣ ሎጎ፣ ጋሕቴላይ፣ ከርከበት ዝኣመሰላ ዲጋታት ግን ብዘይካ ተንዲኖ ነዳድን ማሽነርን ካልእ ንህንጸት ዘድሊ ከም ቸሜንቶ፣ ሑጻ፣ ኣእማን፣ ጁያን እናተጠቐምካ ልዕሊ ኩሉ ድማ ኤርትራዊ መሃንድሳዊ ዓቕሚ፣ ክኢላታት ፋግሮ፣ ፈርያለ፣ ካርፔንተር፣ ድራውሊኮ፣ ነዳቖን ሚነዋለን ወዘተ እናሳተፍካን ብውሕልነት ብውሽጣዊ ዓቕሚ ዝተሃንጸ እየን። ናብ ጎረባብቲ ሃገራት ክረምቲ መጸ ተባሕጒጉ ዝኸይድ ዝነበረ ሓመድናን ማይናን ድማ ብዝሰፍሐ መልክዕ ክንዕቅቦ ክኢልና ኣለና። ሓደ ካብቶም ኣብዘን ተሃኒጸን ዘለዋ ስትራተጂያውያን ዲጋታትና ዝለዓለን ጉሉሕን ተራ ዘለዎም ኣባላት ሓይልታት ምክልኻል እዮም። ሓይልታት ምክልኻልና ወራራት ጸላኢ ኣብ ዘጋጥመና እዋን ብረቱ ብምዕንጋጥ በጃ ሃገርን ህዝብን ክሳብ ሳንቡኡ ዝትኮስ ዝደሊ እናረሃጸ እናሰንከለን እናተሰውእን ሃገርን ዶባታን ከውሕስ እንከሎ፣ ኣብ ግዜ ሰላማ ድማ ከም ኣንበጣ ዝረኸቦ በሊዑ ዝድቅስ ኣይኮነን። ኣብ ህንጸትን ልምዓትን ሃገር ብምውፋር ኣብያተ ትምህርቲ ይሃንጽ፣ ግራውቲ ስድራ ስዉኣትን ድኹማት ወገናትን ይሓርስ፣ ይጽሂ፣ ይዓጽድን ይኸይድን፣ ማይ ኮዖታት ይዛልን ፈልስታት እውን ይተክል። ሕርሻዊ ንጥፈታት ድማ የካይድ። ኣብ ኣካዳምን ሞያዊ ትምህርትን ውን ካብ ውሽጡ ክኢላታትን ዝተማህሩን እናተጠቕመ ሕድሕዱ ብምምህሃር ሞያውን ኣካዳምያውን ትምህርቱ ብመሰረት ካሪክለም ሃገርና የዕብዮን ደረጅኡ የበርኾን። ብዓብዩ ጸጥታ ህዝብን ሃገርን ድማ የውሕስ። ኣብ መላእ ሃገር ከኣ ራህያታትን ዲጋታትን ኣብ ምህናጽ፣ ጽርግያታትን ቢንቶታትን ኣብ ምስራሕ፣ መስመራት ኤሌክትሪክ ኣብ ገጠራት ኣብ ምዝርጋሕ ዝኣመሰለ ዓበይቲ ሃገራዊ ዕማማት ብጉልበትን ብዝተፈላለየ ሞያ ከም መንደቕ ፈርያለ፣ ካርፔንተር፣ ዝኣመሰለ ክኢላታቱን ኣሽሓት ኣባላቱን ብምውፋር ንዝተደለየ ዕላማ ኣብ ሓጺር እዋንን ኣብ ዝተደለየ መቓን ግዜን ንኽሳለጥ ዝለዓለ እጃም ይገብር። እዚ ክገብር እንከሎ ወተሃደራዊ ብቕዓቱን ሞይኡን እውን ኣይዝንግዕን'ዩ። ዘድሊ ዘመናዊ ወተሃደራዊ ስልጠና፣ ኣካላዊ ብቕዓት፣ ስልትታት ውግእን ካልእ ቴክኖሎጂያዊ ምዕባለን ዘጠቓልል ትምህርትን ስልጠናን ጎኒ ጎኒ እዚ'ዩ ዘካይዶ። ብሓጺሩ ሓይልታት ምክልኻል ኤርትራ መትኒ ኤርትራይ እንተተባህለ ካብ ሓቂ ዝረሓቐ ኣይኮነን። ከም ዝፍለጥ ሓይልታት ምክልኻልና ካብ ኩላተን ብሄራትና ዝቖመ ከም ምዃኑ መጠን ካብ ደቡብ ክሳብ ሰሜን፣ ካብ ምብራቕ ክሳብ ምዕራብ ኮታ ኣብ መላእ ሃገር'ዩ እዚ ዝተጠቕሰ ንጥፈታት ልምዓትን ህንጸትን ሃገር ዘካይድ። እዚ። ዓንዲ ሕቖን መትንን ሃገር ዝኾነ ሓይልታት ምክልኻልና ድማ'ዩ፣ ንዲጋ ከርከበት ክዉን ምስ ዝገበሩ ኣካላትን ኩባንያታት ህንጻን ሃገርና ብምዃን ከምቲ ልሙድ ተጠቃስን ተዘካርን እጃሙ ዝገበረን ዝገብር ዘሎን። ኣሽሓት ኣባላት ሓይልታት ምክልኻል ድማ'ዮም በብእዋኑን በብሪጋን ኣብ ምህናጽ ዲጋ ከርከበት ተዋፊሮም፣ ዝበዝሑ ብጉልበት፣ ገሊኦም ኣብ ሞያ መንደቕ፣ ገሊኣቶም ኣብ ፈራያለ፣ ገሊኣቶም ኣብ ካርፔንተር፣ ገሊኣቶም ኣብ ምልሓም ኮታ፣ ኣብ ዝተፈላለየ ሞያ ኢዶም ብምእታዉ ነዚ ዓርሞሸሽ ዲጋ ምስ ኤርትራውያን መሃንድሳት፣ ክኢላታት ዝተፈላለየ ማሽነሪ፣ መራሕቲ መካይን ወዘተ ብምዃን ኣብ መፈጸምታ ኣብጺሖሞ ዘለዉ። ብዘይካ ውሑዳት ኣለይቶም ድማ ኩላቶም መንእሰያትን ተረከብቲ ሕድርን እዮም። ኣብ ምምራሕን ምእላይን ኣባላት ሓይልታት ምክልኻልና ዝርከቡ ገዳይም ኣባላት ነቲ ስራሕ ብግብሪ ምስ ኣባላቶም እናዓመምዎ ኢና፣ ኣብ ግዜ ዑደትና ኣብ ምህናጽ ዲጋ ከርከበት ረኺብናዮም። ሓደ ካብኣቶም ድማ ኮፕራል በረኸት እዩ። ንሱ ከምዚ ክብል እዩ ብዛዕባ ተረኦም ኣብ ዳግመ ህንጻዊ ንጥፈታት ናይቲ ዲጋ ዝገልጽ። ኮፕራል በረኸት ገብረመድህን ገብረእዝግኣብሄር ይበሃል። ሓለቓ ስታፍ ቦጦሎኒ። ሕጂ ኣብዚ ዕለት ዕስራን ሰለስተን ወርሒ ኣርባዕተ ኢና ወሪድና ኣብዚ ኣብዚ ክንወርድ ከሎና ክራማት ከይርክብ ተባሂሉ ቀልጥፍ ቀልጥፍ እዩ ነይሩ እቲ ኣወራርዳና ማለት እዩ ወሪድና እውን ዳርጋ ገዛውትና ኣይሰራሕናን ጽላልና እውን ኣይሰራሕናን ምክንያቱ ማይ ከርክብ እዩ ተባሂሉ ሕጂ ኣብዚ ኩሎም እቶም ኣለዉ ዝበሃሉ ቀረብ መጀመርያ ኣብቲ ቀረብ ክመጽእ ቀረብ ኩሉ ድሉው እዩ ጸኒሕና ሽሚንቶ በሎ ካልእ በሎ ብቐጥታ ሕጂ ንሕና ኣብ ስራሕ ኢና ኣቲና ኣብኣ ከለና ኣብ ስራሕ ምስ ኣተና መንደቕ በሎ እቲ ፓነል በሎ እዚ ተንዲኖ ናይ ምድላው ተንዲኖ ኩሉ ሽሚንትኡ ድሉው እዩ ጸኒሑ ኣብዚ ምስ መጻና ዝጎደለና ነገር የለን ኣብቲ ቀረብ ማለት እዩ ሕጂ ማሽነሪ ብዓቢ እዩ ማሽነሪ ንሕና ድጋፍ ማሽነሪ እዩ እቲ ዝዓበየ ዝሓየለ ስራሕ እንተኢልካ ማሽነሪ እዩ እሞ መን እዩ ሒዥዎ ንማሽነሪ ተይልካ እዞም ናእሽቱ ደቅና እዞም ቆለብዑ እዚኦም ማለት እዩ ሕጂ እቲ ስራሕ ኣዝዩ ህቡብ እዩ ነይሩ ዕስራን ኣርባዕተን ሰዓት ኣብ ስራሕ ኢና ነይርና ብባውዛ ለይቲ ብባውዛ ተተባራርየን ነታ ናይ ምልካፍ እኽሊ ቁሩብ ሸረፍ ኣብለን ንክመጻ ጉየ ጉየ ስለ ዝነበረ እቲ ስራሕ ዕዉት ስራሕ እዩ ተሰሪሑ ማለት እዩ ብዓቢኡ ግን ሪኢኹማ ኢኹም እቲ ስራሕ ኣዝዩ ኣዝዩ እሞ ኣየናይ ቦታ እዩ ቀዳምነት ተዋሂቡ እዘን ኣብዛ እዛ ሩባ ዓቢ እዚ ሩባ ዓቢ ክልቲኡ እቲ ሩባታት ዝርኢ ሪኢኻዮ ዘለኻ ንዐኣን እዩ ቀዳምነት ተዋሂቡ ንሳተን ከኣ ብዘይ ዕርፍቲ ከምታ ዝበልኩኻ ብዘይ ዕርፍቲ ለይትን ቀትርን እንዳልና እቲ ሩባ ተወዲኡ እዩ ዕለት ዓሰርተ ሸሞንተ ሕጂ ውሕጅን ማይንን ስለ ዝበርትዐ ኣጻፊፍናዮ ንጸን ስለ ዝጸናሕና እቲ ሩባ ኩሉ ናብ ካልእ ቦታታት መጺና ማለት እዩ እቲ ስራሕ ነዚ መስል ካለ ኣብቲ ማሽነሪ ምልስ ክብል ሓያል ስራሕ ተሰርሒ እንተልካ ማሽነሪ ማሽነሪ ኩሉ ሕጹኡ በሎ ጀዩ በሎ ኩሉ እምኑ በሎ ብኩሌን በላ ካልእ በላ ብምሉኡ እቲ ማሽነሪ ዝበሃል ብምሉኡ ዓጢቕና ኢና ብዘይ ቃል ዓለም ዓጢቕና ኢና ሰሪሖም እዮም ተሰርሒት ስራሕ ካልእ ኣብ ካልእ ቦታታት እውን ኣብዚ በዓል ገዛ ላምዛ ንኣብነት ክልተ ሽሕን ዓሰርተ ሽዱሽተን ዝሰራሕናዮ ስራሕ እውን ነይሩ ኣብኡ እውን እሞ እቲ ህዝብና እልል እንዳለ ኮቦሮ እንዳሃረመ እንጀራ ኩለን እልል እንዳላ እንጀረኣን ሕጀን ስወእን ሕጀን እንታይ እሞ ዘይመፅእ ነይሩ ማለት እዩ ድጋፍ ህዝብና ናይ ብሓቂ ንሕና እዚ ህዝቢ እዚ ብሩኽ ህዝቢ እዩ እዚ ህዝቢ ከምዚ ህዝቢ እዚ የለን ኣብ ምሉእ ዓለም እውን ተልካ ምግናን ኣይኮነን ሳላ ድጋፍ ህዝብና ሞራል ህዝብና ከዓ ኣብዚ ደረጃ እዚ በፂሓ እዛ ሃገር ከዓ ከምዚ ትሪኦ ንኩሉ እሞ ተፃብኦታት እዚ ኩሉ ተፃብኦታት እንከለዋ እዚ ኩሉ እገዳታትን ካልእ እንዳመጸ ሳላ መን ሳላ ህዝቢ ሳላ ኣዴታት ሳላ ኣቦታት ኩሉ እልል እንዳበልካ ኣጆኻ እንዳበልካ ኢዩ እቲ ዕማም ተዓሚሙ ክብል እኽእል ብመንገዲ እዚ ናይ ማይ ምዕቃብ ስራሕ ዓቢ ስራሕት እዩ ዝካየድ ዘሎ መዓት ገንዘብ እዩ ትፈሶ ደሎ መዓት ጉልበት ይፈሶ ኣሎ ውፅኢቱ ከዓ ማይ ተዓቂቡ ኣሎ ኣብ ዝተፈላለዩ ከባቢታት። እዚ ኣብቲ ህዝቢን ኣብቲ ሃገርን እንታይ ለውጢ ከምፅእ ትብሉ? እሞ እዚ ዛቲ ዝዓበየ እምበር ሓደ ነቲ ሃገር ንምርግጋእ ነታ ሃገር እሞ ብፍላይ ኣብዚ ቦታ እዚ መፂና ኣብ ኩሉ ቦታታት ክንብል ንኽእል ኢና ግን ኣብዚ ቦታ እዚ መፂና ሰፊሕ ናይ ሕርሻ እዩ ዘለና እዛ ሃገር እዚኣ እዚ ሰፊሕ ሕርሻ እዚ እንድሕር ለሚዑ እሞ እዚ ማይ እዚ ከምዚ ሒዝናዮ ዘለና እቲ ሒጅናዮ ዘለና ከኣ ሕጂ ኣብ መዓላ ክነውዕሎ ከኣ ንብገስ ኣለና። ኩሉ እዚ ልምዓት እዚ ከኣ ነቲ ህዝቢ ስለ ዝኾነ ህዝቢ እዚ ካብ ካልእ ተጸባይነት ኣይደልን እዩ። ተጸባይነት እውን ኣይንፈልጦን ኢናን ግን ሕጂ እውን ሕጂ እውን ሰሪሕና ኢና ክንበልዕ እዚ ስራሕ እዚ ከኣ ኣዝዩ ዝጎላጉል እዚ እሞ ተዳልዩልና ዘሎ ከኣ እዚ ስራሕ እዚ ናብ ረብሓ ናብ ህዝብና እዩ ናብ ሃገርና ንዘልኣለም በዞም ሕጂ ዘለዉ ደቅናን ንብሕጅን ነታ ሃገር ኣብቲ ዝለዓለ ጽፍሕን ደረጃን ንምብጻሕ ጥራሕ እዩ እቲ ዕላማይ ኣብ ክልተ ክል መንገደይ። ኮፕራል በረኸት፣ ዓይኒ ልዕሊ እዝኒ ምስክር እያ በሃላይ እዩ። ኣብ ዝተፈላለየ ከባቢታት ዝስራሕ ዘሎ ልምዓታዊ ስራሓት፣ ሰባት ካብ ቤላቤለው ወጺኦም እንተኾነ ኢዶም ክሕውሱ እንተዘይኮነ ድማ ካብ በለካን ለኽዓካን ተናጊፎም ነቲ ስራሕ ብዓይኖም ክሪኡ ከምዘለዎም ብምምካር፣ ንኸምዚ ዓይነት ዘረባ ግን ዋጋ ዘይምሃቡ በሃላይ እዩ። ነዚ ኣነ ክብሎ ዝኽእል ምርኣይ ምእማን ምርኣይ ምእማን እዩ። ብሓጺሩስ ምርኣይ ምእማን እዩ። ኩሉ እዚ ዝስማዕ እንዲዚ ዘረባታት ግን ምርኣይ ምእማን እዩ። ነዚ ኩሉ ኩርናዓት ኣብ ኩለን ጫፋት ኤርትራ ዘሎ ርኢኻ ኣብ መሬት ብኣካል ረጊጽካ ክትሪኦ ከለኻ ክትዛረብ እቲ ዝበለጸ ዝኽእል ግን እቲ እዚ ውሱን ኣበሃህላ እዩ። እዚ ስእልካ ናይ ናይ ዘይጠቕሙ ናይ ዘይጠቕሙ ሰባት ዘረባታት እዩ እምበር ንሕና ብዘይ ቀልዓለም እቲ ኣሎ ዝብሃል ኣብዛ ሃገር ኣብዛ ሃገር ኣሎ ዝብሃል እቲ ዝለዓለ ሓላፊ ክሳብ እቲ ተሓተ ተራ ኣባል ኣብ ኣብ ዝኾነ ደው ኢሉ እዩ ዝሰርሕ ዘሎ ለይትን ቀትርን ሕጂ እዚ እንታይ እሞ እቲ ዘይርእ ዘይረኣየ ሰብ እዩ ክዛረብ ዝኽእል ምርኣይ ምእማን ስለ ዝኾነ ከኣ ብዙሕ ትርጉም ዘይምሃቡ ንዑ ኮፕራል በረኸት ኣብ ዝተፈላለየ ጽፍሕን ቦታታትን ኤርትራ ብኸምዚ እንኸዶ ዘለና ኢደይ ኢድካ እናበልካ ዝዕመም ስራሕ፣ ድሕሪ ገለ ዓመታት ኣብዛ ሃገር ብዙሕ ቁጠባዊ ለውጢ ከም ዝመጽእ እምነቱ ከም ዝኾነ ብምግላጽ'ዩ ዘረብኡ ኣሕጺርልና። እዋእ ኣነ ገምጋም እቲ ሒዝናዮ ዘለና ስራሕ እቲ ክንሰርሖ ዝጸናሕና ካበይ ድዩ መጺኡ እዛ ሃገር ካብ ሳሕል ኮይና መጺና ኣብዚ ደረጃ እዚ በጺሕና ዘለና ኣብ ዝለዓለ እምበር ንበጽሕ ከምተን ካልኦት ሃገራት ዝዘረበለን ዘሎ እቲ ዝለዓለ ከኣ ንሕና ከኣ ዝዝረበልና ኣሎ እሞ ርግኣትናን እሞ ካልእ ኩሎም እቶም ሓያላት ጎንታት ናትናሲ ኣብቲ ዝለዓለ እምበር ንሕና ድኣ ትዝዓለ ትዝለዓለ ደረጃ ክንበጽሕ እየ ኣነ ክላቦ ዝኽእል እሱ እዩ እቲ ትጽቢትና እውን እሱ እዩ ዘሎ ትጽቢት ዘይኮነ ብኣካል እውን ስለ ዘለና እሱ እዩ እቲ ዕጥቅናን እቲ ኣካይዳናን እየ ክብል ዝኽእል ኣነ
ኣብ ምህናጽ ዲጋ ክርከበት ከምቲ ቀዳሞት ዋርሳይ ናይ ኣያታቶም ይከኣሎ ዝወረሱ ዳሕረዎት ዋርሳይ ወለዶ እውን ናይቶም ቀዳሞት ኣያታቶም ቀዳሞት ዋርሳይ ሕድርን ኣሰርን ተሰኪሞም ደድሕሪ ክልተ ቀዳሞት ኣያታቶም ብምስዓብ ኣብ ምህናጽ ሃገር እጃሞም የበርክቱ ኣለዉ። ኣባል መበል ሰላሳ ዙርያ ሃገራዊ ኣገልግሎት ዝኾነ መንእሰይ ኣድሓኖም እውን ሓደ ካብኣቶም እዩ። ንሱኸ እንታይ ይብል?
መጀመርያ ምሉእ ስመይ ኣድሓኖም ወልዱ እበሃል። ብምቕጻል ኣባል ሰላሳ ዝርያ እየ። ካብ ተሽዓተ ዓሰርተ ሸሞንተ ክሳብ ዓሰርተ ሸውዓተ ኢና ከኣ ናብዚ መጺእና ማለት እዩ። ክሳብ እዚ ሕጂ ዘለናዮ ከኣ ኣለና ኣብቲ ኣሃዱ። ኣብቲ ኣሃዱ ተሳተፎ ስራሕ ከኣ ንሰርሕ ኣለና። ኣብ ኩሉ ቅድሜና ዝሃንጽዎ ወይ ቅድሜና ዝሰርሕዎ ስራሕ ብናቶም ተመኩሮ ዘዕለሉናን፣ ሕጂ ስቲል ንሕና ዝርኤ ዘለና ኩሉ ዘ ሰይም ክሳብ ሕጂ ከኣ ነክዩ ወይ ኣቢሉ ቐኒሱ ዝኸደሉ ኣብነት የለን ይቕጽል ኣንኮር ኣከላ እንዳ ዕጽፍታት እንዳ ወሰኸ እንዳ ወሰኸ እዩ ዝቕጽል ዘሎ ኣየናይ እቲ ዘቐጽሎ እንታይ እቲ ዘበለ እንተልካ ከኣ እቲ ዝጸንሐ ውርሻ ወይ እቲ ዝጸንሐ ስለ ዝነግሩኻ ንስኻ ከኣ ንዑ ተኸቲልካ ስለ ትኸይድ ጥራይ ሕጂ ከኣ ክሳብ ዝሕጂ ዘለናዮ ኣብ ህንጻ ዲጋ ሰሪሕና ኣብ ከምኡ እውን በዚ ጋሕቲ ላይ ኣብ ናይ ህንጻ ሰፍነግ ሰሪሕና ብዙሕ ዓይነት ስራሕታት ኢና ሰሪሕና። ክሳብ ሕጂ ከኣ ብዝለዓለ ውጽኢት እንዳተዓመመ ጥራሕ እዩ ዝኸይድ ዘሎ። እዚ ከኣ እንታይ እዩ ተልካ ውህደት ናይቶም ሓለፍቲ ምስ ንኣሽቱ ጥራሕ እዩ። ኣነ ሓላፊ እየ ከምዚ ክገብር እየ ዘይኮነ ከመይ ገይሩ ንሱስ ንዓይ መሲሉ ይኸይድ ንሱ እዩ ንባዕሉ ቀዳምነት ኣብኣ ተደፊኡ ዝሰርሕ ስለዚ ንዕኡ እንዳረኣኻ ከመይ ገይርካ ከም ምሳኻ ክትፍለ ንሱኳ ዘሎ ብዓቢኡ ተደፊኡ እናተሰርሐ ምሳኻ ንዕኡ እንዳረኣኻ ክትድፋእ ከምኡ ስለዝኾነ ሲል ክሳብ ዝሕጂ ከኣ ማለት ካብ ወርሒ ኣርባዕተ ኢና ናብዚ መጺና ሕጂ እዚ ኣመልኪቱ ንዕዝራ ክሳብ ሕጂ still ዝሰርሓልና እዩ ብዝለዓለ ውጺኢት ከማን ተዛዚሙ ኣብ ዝሓጸረ ግዜ ክዛዘም እንከሎ ዓቢ ውጺኢት ወይ ዓቢ ኣድቫንተጅ እዩ ዘሎ ሕጂ ከማን ኣሎ ይቕጽል ኣሎ ብጣዕሚ ከኣ ጽቡቕ እዩ ዘሎ ከም ጽቡቕ ዘለዎ ከኣ እናቐጸለ ከም ዝኸይድ እብሎ። ጌጋ ከርከበት ሕጂ ሪኢኻዮ ኣለኻ ስፍሓቱ ኣሰራርሕኡ ተሳቲፍካ ከኣ ኣለኻ እስኻ ኣካል ናይቲ ህንጻ ኮንካ እሞ ንዓኻ ከመይ ይዕጋበት? ንዓይ ብጣዕሚ ይዕጋበት ኣሎ ከመይ ተልካ ንመጀምርያ ኣነ ዲጋ ከርከበትሲ ብወሬ እየ ዝፈልጣ ነይረ እምብር ብኣካላ ከመይ ምዃና እዚ ዲጋ ኣይኮነን ዝበሃል እዚ ብሓሪ በቲ ቅንዕና መጺኻ ብልክዕኻ ብሓሪ ኣብቲ ስራሓት ሪኢኻ ግን ዝዓበየ ክፋላት ብሕጂ ኣብዚ ዝመጸና ተሰሪሑ ሳዕቤን ክፋላትካ ትዛዝም ኣብ ዝሓጸረ ግዜ ክዛዘም ከሎ ዓቢ እንታይ እዩ ሽሙ ሞጎስ እዩ ፈጢርልና ኣነ ዓቢ ኣድቫንተጅ እቲ ናትና ኣብኡ ዝነበረ ተሳታፍነት ካን ብጣዕሚ የርእየካ ማለት እዩ የርእየካ እንታይ ከመይ ዓይነት ተሳታፍነት ነይሩ እንታይ ዝርዞን ነቲ መዓልትን ጠይመ ደኺመ ከይበልህ ሰብ እዩ ዝርህጥ ነይሩ ነዚ ከኣ ስለ ዝረሃጸ ስለ ዝበድሆ ከኣ ኣብ ትብጻሕ ናይ ብሩህ ተስፋ ከኣ በጽሔ ማለት እዩ ክሳብ ሕጂ ስቲል ናይ ከርከበት ኣለና ንዝሕጂ እውን ኣለና ክሳብ ዘለና ማለት እዩ ኣለና ናብ ዘብለና የብልናን ቀደም ካብኦም ኢና ተቐቢልና ናቶም ተግባራት ኢና ክዓጅ ሒዝና ንኸይድ ንሕና ማለት ግን ኣብ ነብላ ኣብነት የለን ንሪኦ ኣለና ኩሉ ሃብሃብ እዚ ከምዚ ከምዚ እሱ ንዓና የገድሰና ንሕና ምን ኣይተጀመረን ንርና ይጅምበር ደኣ እምበር ኣይተወደእን ዘለናትና ንሰን ኣብ ዝበፅሓ ይብፅሓ ናይ ካልእ ኣይገድሰናን ናትና ግን still ክሳብ እዛ ዘለናያ ማለት እዩ ካብ ሕጂ ውን ይቅጽል ደኣ እምበር ተስፋና ብሕጂ እዩ ዘሎ። መንእሰይ ኢኻ ድሮውን ኣብዚ ናይ ክልተ ዓመት ናይ ገለ ተመክሮ ኣጥሪኻ ኣለኻ ነዊሕ ዝሰርሑኻ ኣለው ገሊኦም ተጋደልቲ ገሊኦም ውን ኣባላት ሃገራዊ ኣገልግሎት ኮይኖም እሞ ነዊሕ ነዛ ሃገር ዘገልገሉ ምስ ከምኡ ኣነጻጺርካ ክትርኢ ኮለኻ እዚ ዘሎ ዝኸይድ ዘሎ ስርሓት ኣብ ለውጢ ናይቲ ሕብረተሰብ ኣብ ልምዓት ናይቲ ሃገር እንታይ ተራ ኣለዎ ትብል? እወ ሕጂ ኣብቲ ኣለው ገዳይም ኣለው ናይ ቀደም ተጋደልቲ ዝነበሩ ብድሕሪኡ ውን ዙራት ካብ ቀዳማይ ዙርያ ክሳብ እዚ ሕጂ ዙርያ ኣለው እንደገና ግን ካብ ዙራት እዚ ኖርማል ካብ ዕስራን ሸሞንተን ዙርያ ዝጀምሩ ከ ኣለው ከምዚ ከማና ማለት እዚኦም ከ ከመይ እዮም ወይ ኣብቲ ስራሕ ከመይ ተሳቲፎም ብጣዕሚ ጽቡቅ መጀመርያ እቲኦም ናይ ቀደም ዝነበሩ ኣይነት እዮም እቶም ዝሕርዮም ዘለዉ ካብ ቅዳ ዝርያ ንኦም ነርኣ እዮም ስዒቦም ዝኸዱ ነይሮም ኤገይ እንታይ እዮም ዝሕርዮም ዘለዉ ንሕና ካልእ ከንኦም ለጊብና ኢና ንኸይድ እቲ ስራሕ እዚ ናይ ናይወት እንዳሽሙኻ ብጣዕሚ ጽቡቕ እዩ ደስ ዘብልን ዘዕግብን ማለት እዩ ከምዚ ዝበልካዮ ገዚፍ ባሕሪ እዩ ዳርጋ ዘሎ እሞ እንታይ ለውጢ ከምጽእና ኣብዚ ከባቢ ትብል? መጀመርያ መጀመርያ እዚ ብዚ ከባቢ ዘሎ ሕብረተሰብን ህዝብን መጀመርያ ብማይ ርሁው ጋል ሓንቲ ክሽገረሉ ዘይክእል ኣብነት ከምዘሎ ይርእየካ እዩ ድሮ ከምኡውን ተጀምቢሩ ኣሎ ኩሉ ኣብነት ልና በስርሕ ገደመታራትን ከባቢታትን ዘለዎ እዚ ከባቢ እዚ ዋኣ ክንደይ ኣብ ዝበረኻታት እዮም ዘለዉ ማይ ካኣ ድሮ ክኣትዎም ጀምቢሩን ብኡ ካኣ ከረጋግኡ ዝጀመሩን ኣለዉ እዚ ካኣ ነዚ ጥራሕ ዘይኮነ ሙሉእ ህዝቢ ኤርትራዊ ክኸውን ከምዝኽእል ዘተኣማምን ነገር እዩ። መንእሰይ ደላይ ለውጢ እዩ። ምዕባለ ይደሊ ስራሕ ከኣ ኣገዳሲት እያ ለውጢ ይደልዩ ምዕባለ ይደልዩ ግን ምዕባለን ለውጥን ከኣ ባዕላ ከኣ ኮፍ ኢላ ኣይትመጽን እያ እሞ ምዕባለን ለውጥን ክትመጽእ ተኮይናስ እንታይ ክገብር ደለዎን ሕጂ እንታይ ኩሉ ሰብ ኣሎ ምዕባለን ለውጥን ዘይደሊ ኣብነት የለን ንዑ ንክመጽእ እንድሕር ደኣ ደሊካ ግን መጀመርያ ንስካ እንታይ ክትገብር ኣለካ እታ ምዕባለ ወይ ለውጢ ዝበልካዮ ኮፍ ኢለን እንድሕር ደኣ ኣነ ኣሎ ኮፍ ኢለን ከለኩ እታ ምዕባለ ወይ እታ ለውጢ ክትመጻኒ ትክእልና እንታይ ደኣ ክገብር ዘለኒ መጀመርያ ክትሓስብ እዩ ዘለካ መጀመርያ ሓሲብካ ክንታይ ክተተግብሮን ነቲ ስራሕ ለውጢ ክመጻሉ ድዩ ከዘይልካን ክትሰርሓሉ ጥራሕ እዩ ዘለካ ምስ ሰራሕካ እዩ ለውጢ ክመጽእን ዘይክመጽእን ዝኽእል ሕጂ ከኣ እቲ ክመጽእ ዘይክመጽእን ዘኽእሎ ምኽንያት ስራሕ ክሳብ ዝኾነ ክሳብ ዘለካ ምስራሕ ጥራሕ እዩ ድሕሪኡ ከኣ እቲ ለውጢ ቀስ ብቀስ እዩ ዝመጽእ እምበር ብሓንሳብ ለውጢ ዱብ ኢሉ ዝመጽእ ኣብነት የብሉን ስለዚስ ቀስ ብቀስ ሃዲእካ ብርጉእ መንፈስ ጥራሕ ኣቶ ጸቢቅ ኣይትስራሕ ለውጢ ክመጽእ ዝኽእል ማለት። ነዚ ስራሕ ዝመርሑ ዘለዉ ብመሪሕነት ደረጃ ተሪእኻ ኣብ ዘይኹን ኣብ ሃገር ተሪእናስ ብዕድመ ዓበይቲ እዮም መዓት ንጥፈታት ከኣ ዝሰርሑ ኣለዉ ዝያዳ ኣብዛ ዓለም ናይ ምንባር ተኽእልኡ ዘሎ ከኣ እቲ መንእሰይ ወለዶ እዩ ሕጂ ነዚኦም ርእስ እንታይ እዩ ክገብር ዘለዎ እቲ ዝግበር ዘሎ ነቲ መንእሰይ እዩ መን ኢልኸ ትኸም ዝብል ልዕሌኻ ዘሎ ጥራይ ንመን እዩ ዝሰርሕ ዘሎ ንመንእሰይ እዩ ንሱ ዶ ሓሊፍዎ ኮይ እታ መንእሰይ ዝብለላ ዝነበረት ናይ ቅድም እያ ሕጂ ከኣ ነዚ ወለዶ እዚ ከመይ ዓይነት ኣመራርሓ ክመርሖ ከመይ ዓይነት ኣተሓስባ እዩ ክሓስቦ መጀመርያ ክርዶ ዘለካ እቲ መንእሰይ ጥራሕ እቲ መንእሰይ እንታይ እዩ ደረጃ ከምኡ ዝሕስቦ ዘሎ ወይ እንታይ ኢልካ እቲ መንእሰይ ከ ክርዳእ ኣለዎ ዘይርዳእ እንተኮይኑ ኣይርዳእን እዩ ክንደይ ኣለዉ ንሪኦም ዘለና ማለት ሕጂ ከኣ ካብኡ ጀሚርካ እቲ ዓቢ ካኒ ለውጥታት ክመጽእ እኳ ዝድለ እንተኾነ ግን ከመይ ጌርካ ኢኸ ዝመጽእ? ናቱ ኣድቫንት ወይ ናቱ ኣተሓሳስባ ኣለዎ። ከመይ ጌረ ክመጽእ ግን ቀስ ብቐስ ክሳብ ዝኾነ ንኹሉ ዘገምታ ወይ ከኣ ትዕዝብቲ ከድልዮ እዩ።
ኩሉ እንድሕር ተወሃሂዱ ሰሪሑ ብፍላይ ከምዚ ናይ ከርክበት ዝገበርኩምዎ ስራሓት እንድሕር ተሰሪሑ ኣብ ካልእ እውን ተመሳሳሊ ንጥፈታት ኣብ ዝተፈላለየ ዓውዲ ከምኡ ተሰሪሑስ ኤርትራሲ ንመጻኢ ከመይ ትረኣየኩም?
ኤርትራ ንመጻኢ ከመይ ትረኣየካ ዝብል ሕቶ ኤርትራ ንመጻኢ ዓቢ ድልዳል ኣለዋ እየ ዝብል። ከመይ ተልካ ንጌና እንተይጀምበረን እምበር ኣሎ ዕቑር ሃፍቲ ዘለዋ ኣብዚ ብዙሕ ነገራት ኣሎ ኣብ ውሽጢ። ሰብ ይፍለጦ ኣይፍለጦ ኣይፈልጦን ይኹን ግን ብዙሕ ኣዕሚቕካ ተሪኢኻዮ ኣለዋ ብሕጂ። ብሕጂ ኢኻ ተስፋታታ ማለት እንታይ ኮይና ከምተን ካል ንኣብነት ኣዲስ ኣበባ ተኢልናስ ገፋሕ ናታ ግን ኣይገድሰና ንግፍዓት ኣምንታይ ኩነታት ኣላ ጥራሕ ዘገድሰካ። መጀመርያ ኣብዚ ዘሎ ሃፍትን ኣብዚ ዘሎ ጸጋን ክትሪኤ ዘለካ። መጀመርያ ብዓቢኡ እቲ ቅሳነት ኣሎ። ብድሕሪ ዝመጽእ ኣብ ዘሎ ዕቑር ሃብቲ ዝፈልጦ ኣብነት የለን። እቲ ኩሉ ነገራት ዝሃርፋኦ ዘሎ ሃብቲ ከኣ ዘይፍለጥ ኣይኮነን። ንምንታይ እየን ዝጓየያ ዘለዋ ከዚ ንብል ኣይኮነን። ስለዚሲ ብሕጂ ንመጻኢኣ ዝብል ናይዚኣ ብጣዕሚ ተስፋ ጌርካ ዘጽብብን ብሕጂ ከኣ ዘሕጉስን ምዃኑ ጥራሕ እየ ክገልጽ ዝኽእል። ዝኾነ ሰብ ከኣ

ክቡራትን ክቡራንን ተኸታተልቲ መደብና ኣብ ዝመጽእ ግዜ ድማ ምስ ካልኦት ኣባላት ክፍሊ ሰራዊት ዕስራን ክልተን ካብ ዘካየድናዮ ቃለ መጠይቓት ምርኩስ ብምግባር ኣብዚ ዓንኬል እዚ ዘተኮረ ትሕዝቶ ሒዝናልኩም ክንቀርብ ኢና ክሳብ ሽዑ ዝፋነወኩም ኣዳላውን ኣቕራብን ናይዚ መደብ ኤፍረም ግደ ሰሰናዩ ንኹላትና።